ሰላም ክቡራት ተኸታተልቲ፣ ሓደ ነገር ሕማቕ ይኹን ጽቡቕ ብዘየገድስ ብተደጋጋሚ ምስ እተዘውትሮ ናብ ልምዲ እዩ ዝምዕብል። ዝኾነ ልምዲ ከተማዕብሎ ከኣ ኣይርድኣካን እዩ። ኣብ መጀመርያ ኣዝዩ ቀሊል እዩ፣ ምስ ምንዋሕ ግዜ ግን ንኽተወግዶ ኣሸጋሪ እዩ። እዚ ልምዲ ከኣ ንህይወትና ወይ ብኣወንታ ወይ ከኣ ብኣሉታ እዩ ዝጸልዎ። ኣብዚ ካብዞም እንውንኖም ልምድታት ኣየኖት ልምድታት እዮም ንህይወትና ብጽቡቕ ዝጸልዎ፣ ኣየኖት እዮም ከ ብሕማቕ ዝጸልዎ ምፍላጥ ኣዝዩ ኣገዳሲ እዩ። ንሎሚ እምበኣር ንሓንጎልና ብሕማቕ ዝጸልዎ ትሽዓተ ልምድታት ሒዘልኩም ቀሪበ ኣለኹ ምክትታልኩም ይዕድም ሓደ ድምፂ ዓው ኣቢልካ ሙዚቃ ምስማዕ ሙዚቃ ምስማዕን ምቅንባርን ንኣእምሮና ኣዝዩ ጠቓሚ እኳ እንተኾነ ሄድፎን ወይ ከዓ ኢርፎን ኣብ እንጥቀመሉ ድምፂ ዓው ኣቢልና ሙዚቃ ምስ እንሰምዕ ግን ንእዝና ናይ ምስማዕ ክእለቱ ብኣሉታ እዩ ዝጸልዎ መጽናዕታት ከም ዝሕብርዎ ንፍርቂ ሰዓት ዝኸውን ድምፂ ዓው ኣቢልካ ሙዚቃ ምስማዕ ንናይ ምስማዕ ክእለትና ከም ዘዳኽሞ እዮም ዝገልጹ እዘና ንዝኾነ ድምፂ ቀልጢፎም እዮም ዝለምድዎ ትናን ንውሕ ዝበለ ግዜ ድምጺ ዓው ኣቢልና ሙዚቃ ሰሚዕና ኣእዛንና እዚ ዓቐን ሙዚቃ ከም ኖርማል ገይሮም እዮም ዝወስድዎ ስለዝኾነ ከኣ እዩ ኣብ እኩባት ሰባት ልዑል ድምጺ ሙዚቃ እንተተወሊዑ ንገሊኦም ኖርማል ዓቐን ድምጺ ክኸውን እንከሎ ንገሊኦም ግን ኣዝዩ ብርቱዕ ድምጺ ስለዝኾነ ሓንጎሎም ክናወጽ እዩ ዝጅምር ስለዚ ሙዚቃ ኣብ እንሰምዓሉ ዓቐን ድምጺ 50 ሚእታዊት ብምግባር እንተሰሚዕናዩ ዝያዳ ተመራጺ ክልተ ዘይንጡፍ ኣነባብራ ህይወት እንተደኣ ሓደ ሰብ ኣብ ዕለታዊ ህይወቱ ብዙሕ ዘይንቀሳቐስ ኮይኑ ዋላ ኣብ ናይ ስራሕ ቦትኡ ስርሑ ብዙሕ ዘይንቀሳቐስ ዝበዝሐ ግዚኡ ከኣ ብኮፍ ይሕልፎ እንተሃልዩ እዚ ሰብ ንጡፍ ዘይኮነ ህይወት ይመርሕ ኣሎ ማለት እዩ። ከም ውጽኢቱ ከኣ ንከም ሽኮርያ፣ ሕማም ልቢ፣ ጸቕጢ ደም፣ ምውሳኽ ክብደት ዝኣመሰሉ ሕማማት እዩ ዝቃላዕ። ብተወሳኺ እውን ዋሕዚ ደም ናብ ሓንጎልና ይቕንስ እሞ ሓንጎልና ከኣ እቲ ዘድልዮ እኹል ኦክስጅን ኣይረክብን እዩ። እዚ ከኣ ናብ ትህኪትን ሜንታል ዲክላይንን ከምርሕ ተኽእሎታት ኣሎ። ስለዚ ነዚ ንምውጋድ ኣብ ህይወትና ንጡፍ ኣነባብራ ህይወት ከም ንጎተ ስኢኻ ወክ ወይ ከዓ ኣካላዊ ምንቅስቃስ ከነዘውትር ኢና ዘለና። ሰለስተ ኢንክሪዝ ስክሪን ታይም እስክሪን ሓደ ካብቶም ቀንዲ ኣካል መዓልታዊ ንጥፈታት ህይወትና እዩ ኮይኑ ዘሎ። ሰባት ኣብ ግዜ መዓልቲ ይኹን ለይቲ ብሓፈሻ ኣብ ኤሌክትሮኒክስ ከም ቲቪ፣ ላፕቶፕ ብፍላይ ከ ኣብ ሞባይል ዘሕልፎ ሰዓታት ዝያዳ እንዳበዝሐ እዩ ዝመጽእ ዘሎ። ንኣብነት ካብዚኦም ሞባይል ንውሰድ። ኣብ መዓልቲ ንብዙሕ ሰዓታት ሞባይል ምጥቃም ንኣእምሮኣዊ ጥዕናና ከም ዝጎድኦን ከምኡ'ውን ንሓንጎልና ብቕዓቱ ከም ዝቕንስ ከም ዝገብሮን መጽናዕትታት ይሕብሩ። ስለዚ ኣብ ክንዲ ሞባይል ንውሕ ዝበለ ግዜ ምጥቃም፣ ምስ ሰባት ብኣካል ተራኺብና ከነዕልል እዩ ዝያዳ ተመራጺ። ምኽንያቱ ተመራመርቲ ከም ዘረጋግጽዎ፣ ምስ ሰባት ንዓሰርተ ደቒቕ ዝኸውን ብኣካል ፊተ-ፊት ተራኺብካ ምዕላል፣ ሓንጎልና ካብ ዝነበሮ ንላዕሊ ብቕዓቱ ከም ዝውስኽ እዮም ዝገልጹ። ኣርባዕተ፣ ክትድቅስ ከለኻ ርእስኻ ተሸፊንካ ዘይምድቃስ። ምሸት ክትድቅስ ከለኻ፣ ብኮበርታ ወይ ከዓ ኣንሶላ ርእስኻ ተሸፊንካ ምስ እትድቅስ፣ ሓድሽ ኣየር ናብ ውሽጢ ኮበርታኻ ክኣቱ ስለ ዝጽግሞ፣ ኣብ ውሽጢ ኮበርታና ዘሎ ኣየር ጥራይ ኢና ብተደጋጋሚ ክንስሕብ እንግደድ። ከም ውጽኢቱ ድማ፣ ንውሽጢ እንስሕቦ ኦክስጅን ይጎድል፣ ንደገ እነስተንፍሶ ካርቦን ዲኦክሳይድ ከዓ ይበዝሕ። እዚ ከዓ ንሓንጎልና ጽቡቕ ኣይኮነን። ስለዚ ኩሉ ግዜ ክንድቅስ ከለና ርእስና ከፊትና ክንድቅስ ኢና ዘለና። ሓሙሽተ፣ ንሓንጎልና ልዕሊ ዓቕን ሓበሬታ ምስዓም። እዚ ንነብረሉ ዘለና እዋን ዘበነ ሓበሬታ እዩ። ኣብ ውሽጢ ካልኢት ሞባይል ብምኽፋት መጠኑ ዝሓለፈ ዝተፈላለዩ ሓበሬታት ኢና ንሓንጎልና እንምግቦ። ብሰንኪ እዚ ከኣ ኣእምሮና ልዕሊ ዓቕን ሓበሬታ እዩ ዝሰዓም። ኣብዚ ግን ክንፈልጦ ዘለና ሓንጎልና መዓልታዊ ክሕዞ ዝኽእል ዓቕን ሓበሬታ ድሩት እዩ። ስለዚ ንሓንጎልና ብግቡእ ክንጥቀመሉ እንተድኣ ኮይና መዓልታዊ እቲ ንዓና ናይ ብሓቂ ዘገድሰና ሓበሬታ ጥራይ ኢና ክንጽዕኖ ዘለና። እንተዘይኮይኑ ንሓንጎልና ልዕሊ ዓቐን ሓበሬታ ንጽዕኖ እንተደኣ ኣሊና በዚ ሓበሬታ መሰረት ከኣ ዝኾነ ስጉምቲ ዘይንወስድ እንተደኣ ኮይንና ጭንቀት ከስዕበልና ዓቢ ተኽእሎታት ኣሎ። ሽዱሽተ እኹል ማይ ዘይምስታይ ማይ ንኣካላትና ኣዝዩ ኣገዳሲ እዩ። እንተደኣ ኣብ መዓልቲ ንኣካላትና ተዘድልዮ እኹል ማይ ዘይሰቲና ኣካላትና ዲሃይድሬትድ እዩ ዝኸውን። ብሰንኪ እዚ ከኣ ኣካላትና ንዝተፈላለዩ ሕማማት ክቃላዕ እዩ ዝግደድ። መጽናዕትታት ከም ዝገልጽዎ ሓንጎል ወዲ ሰብ ሰብዓን ሰለስተ ሚእታዊት ብማይ ዝቖመ'ዩ። እኹል ማይ ዘይምስታይ ንቅርጽን ስራሕን ሓንጎልና ብኣሉታ እዩ ዝጸልዎ። ልዕሊ ዓቐን ማይ ምስታይ እውን ጽቡቕ ኣይኮነን። ስለዚ ኣብ መዓልቲ ብዝተኻእለ መጠን ንኣካላትና ዘድልዮ እኹል ዓቐን ማይ ብግቡእ ክንሰቲ ኢና ዘለና። ሸውዓተ፣ ልዕሊ ዓቐን ሽኮር ምምጋብ። ንውሕ ዝበለ እዋን ብብዝሒ ሽኮራዊ መግቢ ምምጋብ ኣብ ከስዐና ንዝሓቁ መግቢ ናብ ምሉእ ኣካላትና ናይ ምብጻሕ መስርሑ እዩ ዘዳኽሞ። ብሰንኪ እዚ ድማ ኣብ ኣካላትና ዝርከቡ ፕሮቲንስ ኤንድ ኒውትሪየንትስ ብግቡእ ናብ ሙሉእ ኣካላትና ኣይባፅሑን እዮም። እዚ ከዓ ከም ማልኑትሪሽን፣ ንዕቤት ሓንጎልና ዝዕንቅፍ ሕማም ከስዕበልና ተኽእሎታት ኣሎ። ብተወሳኺ ብብዙሕ ሽኮራዊ መግቢ ምምጋብ ንናይ ምዝካርን ምሕሳብን ክእለትና እውን ብኣሉታዊ እዩ ዝፀልዎ። ሸሞንተ፣ እኹል ድቃስ ዘይምድቃስ። ድቃስ ብሓፈሻ ንኣካላትና ብፍላይ ከዓ ንኣእምሮና ኣዝዩ ኣገዳሲ እዩ። ኣካላትና ን ኣእምሮናን እኹል ድቃስ ምስ እንድቅስ ጥራይ እዮም ዝሕደሱ። እኹል ድቃስ ምስ ዘይንድቅስ ናይ ምሕሳብን ምዝካርን ብቕዓትና ብኣሉታ እዩ ዝጸልዎ ኣብ ዕለታዊ ህይወትና እውን ዝያዳ ኣፍረይቲ ንኸይንኸውን ዕንቅፋት እዮም ዝኾኑና ስለዚ ነዚ ንምውጋድ ነቲ ናይ ድቃስ ሰዓታትና ብግቡእ ክንድቅሶ ኢና ዘለና ትሽዓተ ኣብ ሓደ እዋን ዝተፈላለዩ ስራሕ ምስራሕ ሓንጎልና ኣብ ሓደ እዋን ዝተፈላለዩ ነገራት ዘይኮነ ኣብ ሓደ እዋን ኣብ ሓደ ነገራት ሂቡ እንተሰሪዑ ጥራይ እዩ ንነገራት ብፅፈት ክዓምምን ዝያዳ ክዝክርን ዝኽእል እንተዘይኮይኑ እንተ ኣብ ሓደ እዋን ካብ ሓደ ስራሕ ናብ ካልእ ስራሕ ነቐያይሮ ኣለና እዚ ምቅያር ንሓንጎልና ኣብ ሓደ ነገር ኣድሂብካ ናይ ምስራሕ ብቕዓቱ ከም ዝጎድል እዩ ዝገብሮ ንዝዓመምናዮም ዝተፈላለዩ ነገራት እውን ብግቡእ ክዝክሮም ኣይኽእልን እዩ ስለዚ ብዝተኻእለ መጠን ዝኾነ ስራሕ ክንሰርሕ እንከለና ኣብ ሓደ ነገር ጥራይ ኣድሂምና ክንሰርሕ ኢና ዘለና ዝኸበርኩም ተኸታተልቲ ንሎሚ ብዛዕባ ንሓንጎልና ብኣሉታ ዝጸልዎ ልምታ ዘዳለኹ ትሕዝቶ ነዚ ይመስል ኣብዛ ቻናል ሓደስ እንተ ደኣ ኮንኩም እሞ ከኣ እዛ ቪድዮ መሃርት ኮይና እንተረኺብኩማ ሳብስክራይብ ምግባር ኣይትሕመቑ። ሰቲ ምክትታልኩም ብልቢ እናመስገንኩ ኣብ ቀጻሊ ብኻልእ ትሕዝቶ ክሳብ ንራኸብ ሰላም ጽንሑ።